መርሓባ መርሓባ መርሓባ ሕጂ ድማ ቁንቁኛታት ክንቅፅል ኢና ቁንቁኛታት ረሃፅ ኣድጊ ረሃፅ ኣድጊ እንታይ ማለት እዩ ረሃፅ ኣድጊ ድኻምካ ንብላሽ ወይ ንኸንቱ ምዃን ኣድጊ እንታይ እያ እቲ ኩሉ ትፅዕሮ እቲ ኩሉ ትደኽሞስ ንረብሓ ኣይኮናን ንኻልእ ንኸተርብሕ እያ እዚ ድማ ርሃጽ ኣድጊ ንብል ድኻምካ ንብላሽ ወይ ንኾንቱ ምዃን spinning one's wheels ዝሩግ መዓንጣ ድማ ንብሎ ሰብ ዝሩግ መዓንጣ እንታይ ማለት እዩ ፈራሕ ወይ ድማ ትብዓት ዘይብሉ ትብዓት ዘይብሉ ዝሩግ መዓንጣ Chicken hearted ዝሩግ መዓንጣ መስሓቕ ሸራፋት ዝበሃል ብሂል ድማ ኣለና መስሓቕ ሰብ ምዃን ማለት እዩ መስሓቕ ሰብ ክትኮን ከለኻ ዋል መስሓቕ ሰብ ማለት እቲ ዝገበርካዮ ስራሕ ሕማቕ ምዃኑ ሰብ ይወራዘየልካ ማለት እዩ ሰብ ክወራዘየልካ ከሎ ማለት እዩ ዘስምዕ መስሓቕ ሸራፋት መስሓቕ ሰብ ምዃን the talk of the town the talk of the town ከኣትዋ ጓዕማማት ወፃ ቀረናት ዝበሃል ኣለና ከኣትዋ ጓዕማማት ወፃ ቀራናት ክኣትዋ መላእኽቲ ማለት እዩ መላእኽቲ ዝመስላ ክወፃ ግን ኣጋንንቲ ኣጋንንቲ ኮይኖም ዝወፁ ክኣትዉ ከለዉ መላእኽቲ መስሉ ክወፁ ከለዉ ከዓ ኣጋንንቲ ኮይኖም ዝወፁ ማለት እዮም when they enter as when they enter as angels but leave as devils ክደግማየ When they enter as angels but leave as devils ክኣትዋ ጓዕማማት ክወጻ ቀራናት እምኒ ክድርቢ ቁርብ ተሪፍዎ ክንብሎ ከለና ንሰብ እምኒ ክድርቢ ቁርብ ተሪፍዎ ክጽለል ቁርብ ተሪፍዎ ማለት እዩ ሶ ብእንግሊሽ እንታይ ንብሎ ሂ ኢዝ ሉዚንግ ሂዝ ማይንድ ሂዝ ሉዚንግ ሂዝ ማይንድ እምኒ ክድርቢ ቁሩብ ተሪፍዎ ብጽልኢ ሰኺሩ ክንብሎ ከለና ንሰብ ድማ ናይ ጽልኢ ሰብ ኮይኑ ማለት እዩ ናይ ጽልኢ ሰብ ኮይኑ ብጽልኢ ሰኺሩ ሂዝ በርኒንግ ዊዝ ሄትረድ He is burning with hatred ሰብኣይ ቀትሪ ንብል ወል ሰብኣይ ምሸት ሰብኣይ ቀትሪ ሰብኣይ ንግሆ ዝበሃል የለን ሰብኣይ ሰብኣይን ሰበይትን ሓደ ሰብኣይ እዩ ዘለዎ ግን ሰብኣይ ቀትሪ ክንብል ከለና እንታይ ማለት እዩ ኣቦ ኣብ ዘይህልወሉ ክንዲ ኣቦ ዝኸውን ማለት እዩ ንኣብነት ኣቦ እንድሕር ገይሹ እቲ ዝዓበየ ውላድ ኣብቲ ገዛ ዘሎ ክንዲ ኣቦ ኮይኑ ነቲ ስድራ ይሕብሕቦ so ነደ እንታያ እዩ ሰብኣይ ቀትራ እዩ ነደ ሰብኣይ ቀትሪ ይበሃል ኣቦ ኣብ ዘይህልወሉ ግዜ ክንዲ ኣቦ ዝኸውን ኣብ ዘይህልወሉ ግዜ እዚኣ ግዜ ክገብረላ ኣብ ዘይህልወሉ ግዜ ክንዲ ቦ ዝኸውን the man of the house in English the man of the house ስረይ ንቁልቁል ክትብል ከለኻ ድማ ንሰብ ትፍክረሉ ኢኻ ዘለኻ ስራሕካ ክርእየካ እየ ስረይ ንቁልቁል ስረይ ንቁልቁል ክትብል ከለኻ ሕማቕ እንታይ ዝበሃል እዩ ዘለዎ ማለት ሲ ክትርእየኒ ኢኻ ማለት እዩ ድሓን ናብ ካልእ ካእ ትይደልኒ ስረይ ንቁልቁል ስራሕካ ከርእየካ እየ you will pay the price ማለት እዩ ብሓፂሩ in English you will pay the price ብእንግሊሽ ዋእ ሞት ይሓይሽ ክትብል ከለኻ ድማ እዚኣ እንታይ ተስምዕ ሞት ይሓይሽ እዚ ካብ ምግባር ሞት ይመርፅ ማለት እዩ ሞት ይሓይሽ እዚ ካብ ምዃን ወይ ድማ እዚ ካብ ምግባር ሞት ይሓይሽ ሞት ይሓይሽ ኦቨር ማይ ዴድ ቦዲ ኢን እንግሊሽ ኦቨር ማይ ዴድ ባዲ ሞይተ ድየ ዝበሃል ኣዘራርባ ከ ኣለና ሞይተ ድየ ብሂወት ከለኹ ኣይገብሮን እየ ማለት እዩ ኣነ ብሂወት ከለኹ ኣይውዕሎን እየ ብሂወት ከለኹ ኣይገብሮን እየ ሞይተ ድየ ኣይ ውድ ዳይ ፈርስት ኣይ ውድ ዳይ ፈርስት ርእሰ ምትእምማን ርእሰ ምትእምማን ክንብል ከለና ድማ ብነብስኻ ምትእምማን ብነብስኻ ኢን እንግሊሽ ኮንፊደንት ኢን ዋንስ ኦን ኣቢሊቲስ ርእሰ ምትእምማን ብነብስኻ ምትእምማን ኡሉኽ ነይርዎ ንብል ኡሉኽ ነይርዎ ማለት ሲ ሓደ ሰብ ሕጂ ኮነን ማለት ሓሪቑ ካባኻስ ሕጂ ኮነን ኡሉኽ ነይርዎ ኣብ ልቡ ዝሓዞ ናይ ቀደም ሽግር ነይርዎ ኣብ ልቡ ዝሓዞ ነገር ነይርዎ ቂምታ ነይርዎ ኣብ ልቡ ዝሓዘ ሽግር እዚኣ ክቅይራ እየ ናብ ቂምታ ቂምታ ነይርዎ ማለት እዩ ኣብ ልቡ ዝሓዞ ናይ ቀደም ቂምታ ነይርዎ ሕጂ ዘፍስሶ ዘሎ ወይ ሕጂ ክፉእ ነገር ዝገበረ ወይ ወንጀል ተገይሩ ሕጂ እንታይ ንብል እዋ እዚ ገይርዎ ዘሎ ዝውዒልዎ ዘሎ ሕጂ ዘብቆሎ ኣይኮነን እሉኽ ነይርዎ እዩ ንብል

ንፋስ ኣይተውቃዓዮ ክንብል ከለና ድማ ንሰብ ንፋስ ኣይተውቃዓዮ እንተልና እንታይ ማለት እዩ ምስጢሩ ደገ ይተውፃኣዮ ምስጢሩ ሲ ዓቅቦ ማለት እዩ ንፋስ ኣይተውቃዓዮ ዋላ ክፉእ ገይሩ ኸውን ግን በጃኻ ንፋስ ኣይተውቃዓዮ ዛት ሚንስ ኢን እንግሊሽ ዶንት ሌት ዘ ካት ኣውት ኦፍ ዘ ባግ ኣባውት ሂም በጃኻ ቆሮ ማለት እዩ በጃኻ ስተሮ ኦኬ ስተሮ ማለት እዩ ዶንት ለት ዘ ካት ኣውት ኦፍ ዘ ባግ ኣባውት ሂም ንፋስ ኣይተውቃዓዮ ጠባዩ ተጋይሽኒ ክትብሎ ከለኻን ሰብ ድማ ወል ቀደም ጠባዩ ጥዑም እዩ ነይሩ

የኖም ሕቁኡ ሂቡኒ ንበል ኢና ብካልእ ኣባሃላ ብትግርኛ ጠባዩ ተጋይሹኒ ወል ሕቁኡ ሂቡኒ ክትብል ከለካ እኳ ብመሰረቱ ቁሩብ ካብዚ ትርር ዝበለ እዩ ጠባዩ ተጋይሹኒ ግን ኣይነጸገካን ግን ቁሩብ ድሙቕ ፍሽኽታ ዘይብሉ ገጽ ሂቡካ ማለት እዩ ስለዚ ጠባዩ ተቐይሩኒ ተፃዋታይ ዝነበረ ጥዑም ዝነበረ ሓወይ ሓወይ ዝብል ነበረ ሕጂ ግን ተቐይሩኒ I think he has given me the cold shoulder. ኣብ ቀረባ ጠባይ ኣቕጢኑ መላለስ እዩ ዝመሳሰል ነገር እዩ ኮራይ ኮይኑ ኣብ ቀረባ

ጡፍ በለለይ ከርእየካ እየ ፈኸራ ጥራሕ ከይመስለካ ጡፍ በለለይ ዝገብሮ ኣለኒ ትብሎ ኣለኻ ነቲ ሰብ ጡፍ በለለይ እንተልካ ጥፍጣፍ ጡፍ ክብለልካ ማለት ኣይኮነን ጡፍ በለለይ ከርእየካ እየ ስራሕካ ይኖ ከርእየካ እየ ፈኸራ ጥራሕ ከይመስለካ ዩ ኣር ጎይንግ ቱ ፔይ ዘ ፓይፐር ኖ ኪዲን ኖ ኪዲን ፈኸራ ከይመስለካ ዩር ጎይንግ ቱ ፔይ ዘ ፓይፐር እኽለ ማይ የልቦን ክትብል ከለኻ ድማ እንታይ ማለት እዩ ዝብላዕን ዝስተን የልቦን there is nothing to eat or drink እኽለ ማይ የልቦን ዓዲ ውዒል ኮይኑ ዓዲ ውዒል ኮይኑ ክትብሎ ከለኻ ንሰብ ድማ እንታይ ማለት እዩ ዓዲ ውዒል ኮይኑ ኣብ ዓዲ ይውዕል ኣሎ ማለት ኣይኮነን ክንቀሳቐስ ኣይክእልን እዩ ማለት እዩ ክንቀሳቐስ ኣይክእልን እዩ ክንቀሳቐስ ኣይክእልን እዩ he is unable to get around he is unable to get around ዓዲ ውዕል ኮይኑ ምራቑ ወዲኡ ክንብሎ ከለና ንሰብ ድማ እንታይ ማለት እዩ ምራቑ ወዲኡ ዘለዎ የብሉን ዓቢሩ ወይ ስግኡ ወዲኡ ከምዚ ንብል ኢና ምራቑ ወዲኡ ምራቑ ወዲኡ ወይ መረቑ ወዲኡ ክልቲኡ ይበሃል እዩ ምራቑ ወዲኡ መረቑ ወዲኡ ድሓን እስከ ካብ ምራቑ ወዲኡ ዝብሎ መረቑ ወዲኡ ድሓን ክብሎ ክሉ ግን ይብሎ እዩ ሰብ ምራቑ ወዲኡ ድራይ ኮይኑ ማለት እዩ መልሓሱ እቲ ሓደ ከዓ መረቑ ወዲኡ ድማ ዘለዎ የብሉን ዓቢሩ ስግኡ ወዲኡ ቀጢኑ ማለት እዩ ምራቑ ወዲኡ ሂ ሎስት ሶ ማች ወይት ሂ ቢኬም ሶ ስኪኒ ማለት እዩ ናብራ ኮርኩሕዎ ክትብሎ ከለካ ንሰብ እንታይ ማለት እዩ ናብራ ኮርኩሕዎ እምኒ ይኹርኩሓካ ሓቂ ግን ናብራ ድማ ይኹርኩሓካ እዩ ናብራ ኮርኩሕዎ ክንብል ከለና ናብራ ኣይጠዓሞን ማለት እዩ ህይወት ኣይጠዓሞን ሂ ኢዝ ስታክ ቢትዊን ኤ ሮክ ኤንድ ኤ ሃርድ ፕሌይስ ሂ ኢዝ ስታክ ቢትዊን ኤ ሮክ ኤንድ ኤ ሃርድ ፕሌይስ ናብራ ኮርኪሕዎ ናብራ ይጠዓሞን ሓዳር ሕዳር ሓዳር ሪሌሽንሽፕ ማለት እዩ ሓዳር ሕዳር ሕዳር ድማ መሬት ቃድራ ማለት እዩ ከም ቃድራ እውን ይበሃል እዩ ሕዳር ክትብል ከለኻ ከይተሓርሰ ዝኸረመ መሬት ብዙሕ ሳዕሪ፣ ሮማዲ፣ ዓጭቄል የብቁሉ እሞ ብጣዕሚ ይኸብድ ናት ክትሓርሶ ቀሊል ኣይኮነን ብዙሕ ነገር ዓጭቄል ይሕዘካ በዚ ድማ ሓዳር ቀሊል ኣይኮነን ንምባል እዩ ዘስምዕ ሓዳር ቀሊል ኣይኮነን

He has been looking blue. ሕምት ተቐይሩ ተመሳሳሊ እዚ ጸሎሎ መሲሉ ፈሓም መሲሉ ክትብሎ ከለኻ ሂዝ ፌስ ተርንድ ግሉሚ ሂዝ ፌስ ተርንድ ግሉሚ ሕመት ተቐይሩ ሕማም ድሓር ክንብል ከለና ድማ ሕማም ድሓር ቀንዲ እቲ ቃል እንታይ እዩ ሕማም ድሓር ድሕሪ ሕርሲ ዝመፅእ ሕማም እዩ ንደቂ ኣንስትዮ ድሕሪ ሕርሲ ዘሎ ሕማም እዩ። ማለትሲ ኣብቲ ቆልዓ ክውለድ ከለኦ ክንደይ ቃንዛ ዘለዎስ ካብኡ ዝኸፍእ ድማ ሕማም ደሓር ዝበሃል ከም ዘሎ ንምግላጽ እዩ። ግን ኣብ ካልእ ድማ እንታይ ትርጉም ኣለዎ? ቀጺሉ ዝስዕብ ዘይተጸበኻዮ ጸገም ማለት እዩ። ዝኾነ ነገር ሕማም ደሓር እዩ እዚ ተልካዮ ንሓደ ሽግርሲ ኣብ ርእሲ እቲ ሽግር ዝነበረ ካልእ ሽግር ተደኣ መጺኡ ባእ እዚስ ሕማም ደሓር እዩ ኣይተጸበኽዎን ማለት እዩ። A nasty surprise. This is a nasty surprise. I did not expect it. ዓይኒ ሰብ ወዲቕዎ ክትብሎ ከለኻ ንዝኾነ ነገር ሰብ ክኸውን ይኽእል እዩ ገለ ነገር በቃ ክስቶ ክስቶ ገለ ኢልካ ሽሙ ላዕሊ ገለ ትብሎ እሲ ዘን ገለ ዕንቀፍቲ ሰብ ይዕንቀፍ ብመጠን እቲ ጠመተ ጠመተ ዝበዝሖ ማለት እዩ ብሓፂሩ ዓይኒ ሰብ ወዲቕዎ ቱ ማች ፎካስ ከርስ ኢን እንግሊሽ ኩሉ ግዜ ከዓ እቲ ተጠማቲ ዝኾነ ሲ ወደቓ እዩ ዩ ኣብ ፅቡቕ ኣይወድቕን እዩ ብኸምኡ እዩ ዓይኒ ሰብ ወዲቕዎ ንብል ሽክናይ ማለት ሲ ቱ ማች ኣቴንሽን ቱ ማች ፎካስ ነይርዎ ማለት እዩ ቀፂለ ድማ ዓይኑ ኣፍጢጥሉ ኣፍጢ ጥሉ ክትብል ከለካ ንስብታ ማለት እዩ ከፈራርሖ ፈቲኑ ማለት እዩ ዓይኑ ፍጢጥሉ ተልካ